ቲኪ ወይ እንታይ እትብሎም እከለ ንሕና ደቂ ሰባት ኢና ኦኬ እ፣ ዝኾነ ሰብ ሕማቅ ክረክብ ከሎ ዝኾነ ሰብ ክነብዕ ክሓዝን ክስምዖ ከሎ ከዓኒ እ፣ ደም ኣለና እዩ ተረዲኹምኒ ሶ ኣነ ከምኡ እየ በዘዊ ድላይኩም ሕሰቡ ካልኦት ግን ኣነ ብጣዕሚ ተሰሚዕኒ ወላሂ ስኩም ሓውና ኣብቲ ላይ ስለ ዝነበርኩ ብዘይ ብዘይ ብኡ እውን ነታ ዝኩሉ ሓዘን በኪዋ ዝኩሉ ተሰሚዕዋ ኣብዚ ሕማቅ ልቢ ከሰብር ኮይነ ክሰየራ ከላ ግን ኣይትፅረፍዋ ዓገብ ተፈተውን ኣይኮን ማለት እዩ ካብቲ ዝሓለፈ ክንዲ ንመሃር ከንዲ ትመሃሩ ሰብ ኣብዚ ክተብሉ ኣይኮንኩምን በጃኹም ፕሊስ ፕሊስ እዚ ናይዚ ዓዲ ሞቢንግ ዝበሃል እዚ ጃጅ ምግባር ንሰብ ማዕረ ክንዲ ሂወት ሰብ ከስእን ከም ዝኽእል ሲ ብፍላይ እዚ ብፌክ ኣካውንት እንዳኣተና እንዳፀሓፍና ንሰብ ንፀርፎ እንዳፀሓፍና ንሰብ ብቃ ኣይንፍለጥን ኣይንረአን ኢልና ንገብሮ ነገራት ሲ ማዕረ ክንደይ ሂወት ሰብ ክወስድ ከም ልቢ ሰብ ክሰብር ከም ዝኽእል ሲ ካብ ዝሓለፈ ክንመሃር ይግበአና ክልተ ሰሙን ካብ ኣነ ይገበርን ዘሎ ግን ስቲል ናው ሕጂ እውን ሰብ ኣብ ጃጃ ምግባር ንሩታ ምፅራፍ ኣብ ገለ ምፅራፍ ኪዲ ከም ዝበሊ ከም ዝኹን ከም ዝኹን ኣነ ኣይደነው ከመይ ካብ ምንታይ ክመሃር ይኽእል ዝሓበሻ ሲ ኣነ ይርድእን ኦኬ ሶ ቀሊል ነገር ኣይኮነን። ከምዚ ሰብ ጃጅ ኣይትግበሩ። ግደፉ ግደፉ ግደፉ ግደፉ። ፅባሕ ዝጣዕስ ነገር ኣይትግበሩ። ሶ ሩቲ ከዓ ንዓኺ እውን ማለት እዩ ዝሓፍቲ ማዕረይ እም፣ ያ ሕማቅ ነገራትና ንጎኒ ገዲፍና እቲ ካልእ ንበሃል ንጎኒ ገዲፍና እ፣ ሕጂ ግን ቆልዓ ኣለትኪ ክትነብርላ ዝግብአኪ ስድራ ኣለውኺ ከምቲ ንዕኡ ንትሓውና ዝሓዘኑሉ ዝነብዕሉ ፈተውቱ ቀረብቱ ስድርኡ ውላድ ኣለዎ ካልእ ነገራት ማለት እዩ ንዓኺ እውን ከምኡ ሰብ ኣለኪ እዩ ስድራኺ ይደልዩኺ ኣዲኺ ትደልይኪ ዒሕ ፍንፅሕ ኢላ ዝወለደትኪ እ፣ ጓል ክለትኪ እ፣ ክሳብ ነብሳኺ ኢላ ካባኺ ተፈልያ ክሳብ ትኸይድ ትደል ከ- ውላድስ ኣለክኪ ቢክሎ ሂወት ቀጻሊ እዩ ንቅድሚት ዓሳ ቀትለኪ ጥራሕ እዩ ሓዘን ክቀትለኪ ጥራሕ እዩ ነብስኪ ተከናኪንኪ ትምልስሉ ውላድኪ ትከናከንሉ ባይዘወይ ብፍላይ ንእሽተያት ቆልዑ ቆልዓ ስለ ዘለና ንፈልጦ እዩ ንእሽተያት ቆልዑ ብፍላይ እንድሕር ሃሊኦማ ንሕና ክንነብዕ ከለና ንሶም እውን ውስጦም ይርበሹን ይሓዝኑን እዮም ክንበክ ከልና ይበክዩ ክንሕጎስ ከልና ይሕጎሱ ከምኡ እዮም ቆልዑ ምሳና ብፍላይ ምስተን ኣደታት ሓዙ እዮም ኣብ ውላድኪ ትኩረት ክትገበሪ ኣብ ጥዕናኺ ሓሚምኪ ኢኺ ነርኪ ሕጂ እውን ሕምኪ እዩ ዘሎ ጥዕናኺ ትኩረት ክትመልሲ ንስድራኽን ናዴኽን ከዓ ረኣዩ ማለት እዩ ሂወት ቀፃሊ እዩ ዚኣኽለኪ የደል ሓፍተይ ልዕሊ እዚ ክንዛረባ የደልኒ ኣንለይ ስለዝኣተኽኒ በቃ ብሩኽ ምሸት ይግበረልኩም ኩልኹም ኣጆኺ ግን
ቴንክ ሾይታይ
እሺ ብሩክ መዓልቲ ሩት ሓፍተይ ከም- ከምቲ ዝበለትኪ እ፣ እንታይ ክስ ክትርኢ ደለኪ ነታ እ፣ ማርያም ትመስል ጓልና ክትርኢ ኣለኪ እ፣ ማለትኒ እዚ ዝዛረቦ ድሓን ኣይትገደስሉ ብዙሕ ትፈልጥዮም እንዲኺ ኤኒወይ ካብ ቀደም እ፣ ኣቱም ኣሕዋት ከዓ ኣብዚ ታሕቲ ደለኹም እ፣ ትፅሕፉ ደለኹም ሕማቕ ፕሊስ ኣነ ዝኣተኹ ቀንዲ ንዓኹም ክምልሰልኩም እዩ ምክንያቱ ክፉእ ምስ ትዛረብ እቲ ክፉእ ትዛረቦ ደለኻ ተመሊሱ ናባኻ እዩ ዝመጽእ ስለዚ እቲ ካርማ ድበሃል ትፈልጥዎ ክፉእ ትጸርፊ ትጻረፉ ደለኹም ክፉእ ኩሉ ንዓኹም እዩ ከጋጥመኩም ንዓ ኣይኮነን please ክብረት ንነብስኹም ይሃልኹም ድሕን ነብስኹም ክተኽብርዋ ኮንኩም ንሰብ ከኣ ኣኽብሩ ኣይትጻረፉ እንተ ትጻረፉ ኣለኹም ንዓ ድጎዳእኩማ መሲልኩም ነብስኹም ኢኹም ትጎድእዋ ደለኹም ክሳዕ ክንደይ ነብስኹም ተሕስርዋ ኣለኹም Please ምጽራፍ ግደፎ ክፉእ ምዝራብ ግደፎ ብደይ ንሱ ንሕና ኤርትራውያን ውሕዳት ኢና ክንፋቀርን ክንተሓጋገዝን እዩ ደለና እምበረይ Already ከሲርና ኣለና ከመይ ድበለ ሓውና ሕጂ ከኣ እዚ ትጽሕፎ ደለኹም ብጣዕሚ ሕማቅ እዩ Please ጠጠው ኣብልዎ። ፕሊስ ክልምነኩም ኣብዚ ኣይትጻረፉ በጃኹም ኣይትጻረፉ ኩሉ ሰብ ብዙሕ ነናቱ ሽግር ኣለዎ እሳ ከኣኒ ኣብ ግዜ ጸገሙ ንሓውና ወይ ሓፍትና እ፣ ኣብ ጫፍ ጎቦ እንተሎ ኣክንዲ ንዓ ተመለስ ኢልና ንመልሶ ነጽድፎ እዚ ግቡእ ኣይኮነን ምክንያቱ ኣብ ግዜ ሽግሩ ንሓውና ወይ ንሓፍትና ድሕን ደይኮንናዮ እንታይ እዩ ተዓስቡ እንታይ ድኣ እሞ ኤርትራውያን ደብ ደብለኩም ድኣ እንታይ እዩ ክም ድሕን ደይተሓላለና ደይተሓጋገዝና ደይተጸናናዕና ንንሕድሕድና ስኒ ከመይ ኢልና ነዛ ዓለም ክንሓልፋ ንኽእል ከመይ ኢልና ንስደት ክን ክንጻወሮ ንኽእል ስለዚ ብዙሕ ጭንቀት ስትረስ ኣለዎ ሰብ ሓ- ሓሚማ እያ ትርእይዋ ኣለኹም ሓሚማ ከላ ተጨኒቃ ከላ ኣጆኺ ኢልኩም ክተጸናንዕዋ ክትሕግ- ክትሕግዝዋ ኣይደለኩም እምበር ኣብዚ መጺኹም ጸርፍስኒ ንነብስኹም ከም ትጸርፉ ኣይደለኹም ንዓ መሲልኩም ንዓ ግን እቲ ጸርፍኹም መሊሱ ኣምላኽ ከበርትዓ እዩ ኣምላኽ ከዓኒ ክባርኻ እዩ ሞር መሲልኩም እምበር ፕሊስ ስቶፕ ብፍላይ ከዓ ጓል ኣንስተይቲ ሓፍቲ የብልኩም እንድዩ በጃኹም ምፅራፍ ግደፍዎ ፕሊስ ቴንክ ዩ በጃኹም ምፅራፍ ግደፍዎ ይኣኽለና ፕሊስ ክፉእ ነገር ኣይፅሓፉ ምክንያቱ ስኒ ክፉእ ክትገብሩ ከለኹም ኩሉ ሻዕ ንዓኹም እዩ ተመሊሱ ድ- እቲ ክፉእ ድረኽበኩም ቴንክ ዩ ኣሕዋት ሕጂ ገዲፍኩሞ ኣለኹም ሕማቅ ምጽሓፍ የቀንየለይ ብጣዕሚ እየ ዘመስግነኩም ኣብዚ መጺኹም ክስ ኣይትበሉ ኣኽለና ይኣኽለና ናይ ዝሓለፈ ኣኽለና በቃ ካብ ብሕጂ ንፋቀር ፕሊስ ኩልና ንፋቀር ሓግዝዋ ሓብትኹም እያ የሕዋት የብልኩም እንድዩ ንሳ ከማን ስኒ መጺኣ ኣብዚ እትዛረበኩም ክተብለኩም ካባኩም እንታይ እያ ትደሊ ሕጂ ተስፋ ሓገዝ እያ ትደሊ እምበሪ ጸርፊ ንምንታይ ትጻረፉ please እቲ ግዜኦምሲ እቲ ንጽቡቅ ነገር ክትገብርሉ ትክእሉ ግዜ ስኒ ናብ ጸርፊ ድሕን ሕሊፍኩሞ ትኸስሩ ኢኹም ዘለኹም ንዓ እኮ ስትሮንግ ኢኹም ክትገብርዋ ምክንያቱ በትርን እምንን ኣይኮነን ሕቆኣ ይሰብራን እዩ እሳ ላበርተዐት ክትከይድ እያ ንስኹም ግን ንነፍስኹም ኢኹም ትጎድኡዋ ዘለኹም። ኣምላኽ ከም ዘሎ ትርስዑ ኣለኹም፣ ምኽንያቱ ክፉእ ክትዛረቡ ከለኹም ኣምላኽ እንታይ ኢሉኩም? እቲ ካብ ኣፍኩም ዝወጽእ እዩ ሓጢኣት እምበረይ ናብ ኣፍኩም ዝኣቱ ኣይኮነን ኢሉ እዩ ተዛሪቡ። ስለዚ ካብ ኣፍና ዝወጽእ እቲ ካብ ሓሳባትና ዝወጽእ ሓጢኣት እዩ። እቲ ክፉእ ንዛረቦ ሓጢኣት እዩ። ክፉእ ምዝራብ ሓጢኣት እዩ። ፕሊስ ካብ ኣፍኩም ዝወጽእ ሓጢኣት እዩ ኢሉኩም። ስለዚ ግደፎ። ጽቡቕ ተዛርብኩም እንታይ ትኸስሩ? ክፉእ ተተዛሪብኩም ግን ደቂስኩም ኣይትሓድሩን ኢኹም ትራስት ሚ እቲ ክፉእ ዝዛረብ ክፉእ ዝሓስብ ደቂሱ ይሓድርን እዩ ቴንክ ዩ ፕሊስ እቶም ሽዱሽተ ሽዱሽተ ገለ ፅሑፍ ዘለዎም ከዓኒ ኣምላኽ ገልብጥኩም ገለ ኣብ ሽዱሽተ ክፉእ ኣይዛረቡ ፕሊስ ጠጠው ኣብልዎ

እየ
ሩቲ ይኣክል እዩ በቃ ርተይ ይኣክለና ብውሽጢ ንረክበክ በቃ ውሽጢ ክንረክበኪ
ሩተይ
ፕሊስ ኣለክዶ
ሩቲ
ያ ክትወፅ እያ ሕጂ ደኣ በቃ ያክል እዩ
ንዕሪ ሓንዕፀውዮ
ማን ፍታሕ ይብሉን ዝላይ ምስ ተረጋጋእኺ ሂወትኪ ምስ ተረጋጋእኺ ዝኾነ ትብልዮ ነገር ተሎ ሽዑ ንመፅእ ንመፅእ ማለት እምበር ወጥኪ ውሽጢ ከዓ ርኸብና ሩት ሓፍተይ ኣብ ጎኒ ክለና ኩሉ ሻዕ ሕጂ ንኩልና ኣሕዋት ክንፈትወት ኢና እ፣ ክሳይ ትበሊ ፕሊዝ
ኣብ ጎንኺ ኣለና ኣጆኺ ሩቲ
ሪታ በልና እሞ ሩታ ሓፍተይ ሬላክስ ግበሪ ን- ንጓልኪ ከዓ እለያ ፕሊስ እሳ ተ- ተድልየና ሓብትና ከዓ እሳ ንከስረኩም ኣይንደልና ፕሊስ
ሓደራይ

ሰላም ዲኹም? ደሓን ኣምላኽ ይመስገን። ሩቲና ደኣ ደሓን ድያ? ኣበይ ኣለኺ ደኣኒ? ደሓን እያ ናብ ናብ ቆልዓ እያ ከይዳ ዘላ መስለኒ። እ፣
እዚ ዝበልካዮ ኩሉ ዘረባታት ፅቡቅ እንዲኻ ተዛሪብካ ቴንክ ዩ ሓውና ሓውና ስኢና ሕጂ ከዓ ሓፍትና ክንስእን ስለ ዘይንደሊ ኣደ ቆልዓ እያ እም፣ ብዝከኣላ እቲ ብዝከኣል ሕጂ ንዓኣ ምሕጋዝ እዩ ዘድሊ ሕክምና ከድልያ እዩ ተራፒ ከድልያ እዩ ንዓ ኣይኮነን ንዓና ከማን ብጣዕሚ ሕማቅ እዩ ተሰሚዑና ስለዚ ዘላቶ እሳ ቀሊል ኣይኮነን ስለዚ እዚ ሕክምና ክትከይድ ኣለዎ ቴራፒ ክትገብር ኣለዋ እዚ ኣብ ሓንጎላ ምስኣ እዩ ክኸይድ እዚ ነገራት እዚ ክጠፍእ ኣይክእልን እዩ ናይዚ ህዝቢ እዚ ዝፃረፍ እሞ ግደፍዎ እዚኦም ሰብ ኣይኮኑን እዚ ፕላን